ምስ መሰል ወዲ ሰብ ኣዛሚዱስ መሰል ወዲ ሰብ ኣሎ ዝኾነ ሰብ ከልዕሎ ዘይክእል ኣብ መጨረሻ ከኣ ድሕሪ ካልኣይ ኣብዛ ዓለማዊ ኩነታት ምስ መጻእና ድማ ብዓለም ደረጃ ከማን ኣብ ሙሉእ ዓለም ዘሎ ሰባት ተሰማምዑ ነገር ኣሎ ኢሉ መሰል ደቂ ሰባት ይብልና እዚ ሰንሰገድ ድማ ኣብቲ ባህሊ ህዝብና ኣምፂኡስ ነዚ ጥርናፍ እቲ መሰል ስብ ብሕጊ እዩ ዝጥርነፍ ኢልና ኣብ ተግባሪኡ ከዓ ጴጥሮስ ኣርእና እሞ ሕጂ ኣነስ ንዓና ከም ኤርትራውያን ታሕቶይ ከም ኤርትራውያን ሲ እንታይ እናቀይርና እቲ ሃገር ኮይና ብምቕልቃልና ሲ ብቐደምና ናይ ሕጊ ሰባት እንድሕር ነርና ኮይና ሲ ድሕሪ ናጽነስ እንታይ ኢና ክንውስኽ ንደሊ ኢና ምናልባት ብጀካ ነምሓራ ምስጓግ ካልእ ነገር ምጽሓፍ መድለየና ዶ ዋላ ኣዘረርባ ግዜ ሰውራስ ኣብቲ ንሕጋዊ ሕብረተሰብ ኣብ ምትካል ዝብል ነገርሲ ዝኸሰርናዮ ዝበዝሕ ዝረኸብናዮ ነገር እንተልዩ ከ እንታይ ኣሎ ሳላ ሰውራስ ከም ሕጋውያን ሕብረተሰብሲ እንታይ ወሲኽና ብጀካ ዘጉደልናዮ

ብፍላይ ትብል ኣላታ ኣብዚ ጽሑፈይ ከማን ብፍላይ ንብሓት ስልጣን ክንርኢ ከለና ብፍላይ ፕረዚደንት እዩ ዝብል ኩሉ ግዜ እቲ ኤክሴኪቲቭ ንብሎ ስፍሕ ዝበለ እዩ ሚኒስተራት ኣብቲ ኤክሴኪቲቭ እዮም ዘለዉ እቲ ቀዲሙ ዝሞተ ኣብ ኤርትራ ንዓይ ኮይኑ ዝረኣየኒ እቲ ሲቪል ሰርቫንት ማለት እዩ ሱዩ እቲ ሳይድቲ እዩ ክቅፀል ተገይሩ መጀመርያ ምክንያቱ ትካላዊ ኣሰራርሓ ክመውት እንድሕር ኮይኑ እዘን ኢንስቲትሽንስ ኣብእን ዘለዋ ትካላት ካብ ሚኒስትሪ ፍትሒ ጀሚርካ ክሳዕ እቲ ዝተሓተ ካልእ ትካላት ብምሉኡ ቀስ እንዳበለ እዩ ተሃስዩ ምናልባት ከምኡ ንብል ኢና እቲ ኣበሃህላና በበይኑ ክኸውን ይኽእል እምበር ኣየናይ ትካል እዩ መጀመርያ ተጠቒዑ ንግዲ ድዩ ዋላስ ፈራዲ ኣካል ድዩ ኣየናይ ተሃሪሙ ኣሎ ነናቱ ሰብ ኣለዎ ግን ብፍላይ እቲ ፓወር ኮንሰንትሬሽን ንብሎ ሕጂ ኣብ እቲ ቤት ፅሕፈት ፕረሲደንት ምክንያቱ ባዕሉ ባጀት ተፅድቕ ባዕሉ ሕግታት ተውጽእ ፕሮክላሜሽንስ ካብ ቤት ጽሕፈት ፕረሲደንት ዝወጹ ኣለዉ ኣነ ፕራክቲካሊ ዝዝክሮ ምናልባት ኣኽሊል ዝሕግዘኒ ኸይድ እዩ እቲ ናይንቲ ናይን ቱ ታውዛንድ ይመስለኒ ምሽ እቲ ሳብሲድያሪ ሎውስ ንብሎ ሕግታት እቲ ድሕሪ ቅዋም ዝመጽእ እቲ ብምሉእ ሕግታት ተጻሒፉ ተነቢቡ ፕሩፍ ሪዲንግ ተገይሩ ማለት ከብቅዕ ኣብ መወዳእታ ግን ኣነ ዝክሮ'የ ኣብኡ እቲ ቤት ጽሕፈት ሚኒስተር ስለ ዝነበርኩ ንፕረዚደንት ኦፊስ እዩ ተሰዲዱ ብሲዲታት ተገይሩ ተዓሺጉ ተሰዲዱ ማለት እዩ ሕጂ ይረኣየካ እዩ ክሳዕ ክንደይ እቲ ፓወር ኣብ ሓደ ከም ዘሎ ምናልባት ተን ሚኒስትርታት እውን ዳይረክትሊ ንዕኡ ተፀዋዕቲ ስለ ዝኾና ከይተረደእን ናቱ ኣካል ኮይነን እየን ደኾና ዳሕራይ ንክፈርሳ ውን ዘብቀዐን ውን እቲ ሓይሊ ክኸውን ይኽእል እዩ ግን ናብ ናይ ምናልባት ኣነ ንእሽተይ ክምልኣላ ኣብ ሰውራ ዝነበረ ግዝኣተ ሕጊ ንበሎ ወታደራዊ ግዝኣተ ሕጊ ናይ ሬቮሉሽን ግዝኣተ ሕጊ ንክሰርሕ ፋንክሽናል ክኸውን እቲ ሰውራ ዝተገብረ ነገራት ነይሩ ኸውን ኣብቲ ታሪኽ ከይኣተና ማለት እዩ ምናልባት እቲ ሰራርሓ ናቱ እዩ ሒዝዎ ድመጸ ሰራርሓ እዩ ምናልባት ናይቲ ህዝቢ ተራ ከ እንታይ ክኸውን ኔርዎ ድሕሪ ነጻነት ኢለ እየ ዝዛረብ ኣነ እንታይ እዩ ደፊኡ ትማሊ ቁርብ ክዛረብ ከለኹ ኣብቲ ስትራተጂ ደስ እምነት ይህቡ እቲ ህዝቢ ኣክንዲ መእሰሪ ልጓም ድገብር እምነት ሂቡ ስለዚ ኣሕሊፉ ንግዝኣተ ሕጊ ዝሃበ ካብ መጀመርያ ባዕሉ እቲ ሕብረተሰብ እዩ ሕጊ እንከለዎ ኣሰራርሓ ከለዎ ኣሕሊፉ ይቡ ምክንያቱ ዝክርያ ኣነ ከም መንእሰይ ኣብቲ እዋንቲ ብምሉኡ እቲ ተሓሳስባ ናይ ደርግ እነበረ ክድምሰስ ከም ዘለዎ ዋላ እቲ ሕብረተሰብ ኣሚን እዩ ግን ኣብ ደርግ ብትነብረሉ ግዜ እነበርካ ናትካ ናይ ባህልን ናይ ልምድን ኣካይዳ ኣይነበረካን ድዩ ስለዚ ንዕውን ኢሮድ ትገብር ኣለኻ ማለት እዩ ስለዚ ቶታሊ ናይ ባህሪ ለውጢ ከምፅእ ዝፈተነ ሕብረተሰብ ኮይኑ ይስማዓኒ ናይ ህዝቢ ኤርትራ ኣበየናይ ባህሪ ክኣቱ ፈቲኑ እንድሕር ኢልኩኒ ኣብቲ ባህሪ ናይ ገድሊ ክኣቱ ፈቲኑ ባዕሉ ንዓይ ክርድኦ ከለኹ እንድሕር እዚ ገይሩ ሕብረተሰብ ኤርትራ ባዕሉ ጅሆ ዝተታሕዘ ሕብረተሰብ ኮይኑ ኮይኑ እዩ ዝስምዓና ስለዚ ካብዚ ጅሆነት እዚ ደኣ መን ከውፃካ እንድሕር ኢልካ ትራፕ ተቐሪቡ እንድሕር ነይሩ ኮይኑ ንብል ኣለና ኣብቲ ትራፕ ኣቲኻ ባዕልኻ ማለት እዩ ምናልባት ሓይሊ ዝነበሮ ኣካል ኣይነበረን ድዩ ኣብቲ

ክገራጭወና እዩ እቲ ኩነታት ዘሎ ዝትፀውየ ወይ ዕልዋ ዝትገብረሉ መስርሕ ክረኦ ይግባእ እዚ ከኣ ኣባና ጥራሕ ኣይኮነን ኣብ ኩሉ ዓለም ዲክታቶርያዊ ሰነ ሓሳብ ኣሎ እዚ ከኣ ኣብ ኩሉ ዓለም ዝረአ እዩ ዘሎ እቲ ፓርቲ ናይ ሰውራ መሳርሒ ዝነበረ ኣገባብ ኩሉ ናብ ባርታ ባርታ ይኸውን፣ ድሕራይ ከኣ ናብ ውልቃዊ ይኸውን። እዚ ኣብ ኩሉ ከባቢና ዘሎ ሰንሓሳብ እዩ። ስለዚ ዝባን ሕጊ ብዝባን ስውኣት ልክዕ ከምኣ እያ ብናተይ ርእይቶ። ግን ሕጂ ዘለዉ ካልእ ኣገባብ ኣትሒዞማ እምበሪ ዝባን ስውኣት ደኣ ዓቢ እዩ።

ምናልባት ሓንቲ ክጠቕሰልካ ዝደለኹ ድሕሪ ሳልሳይ ውድባዊ ጉባኤ እቲ ኤግዜኪቲቭ ኮሚቴ ትበሃል ቆይማ ነይራ እያ ፈፃሚ ኣካል ማለት እዩ ምናልባት ሓንዶራን ዝያዳ ክትገልፆ ትኽእል እዩ ዓሰርተ ትሽዓተ ኣባላት ዝነበርዋ ማለት እዩ ልዕሊ ፕሬዚደንት ዝለዓለ ሓይሊ ዝነበራ እንታይ እዩ ዝበሃል እያ ነይራ እዚኣ ግን መጀመርያ ኢሳያስ ብናቱ ዝደልይዎ ሰባት እዩ መዲብዋ ነይሩ በዓል ሓጎስ ክሻ በዓል ዘምህረት ገለመለ ዝነበሮ ኣባል እያ ነይራ ስርሓ ውን ጽቡቅ ስታይ ገይራ ኣይትፈልጥን እያ ኣይ ቲንክ ኣብ ሂወታ ምሉእ ሲ ዓሰርተ ሓደ ግዜ ድዮም ገሊኦም ጥራይ ተራኺቦም ነይሮም ሕጂስ ካብዚ ድጅምር እቲ እንታይ ድበሃል ማለት ብድሕሪኡ ከኣ ከምቲ ንሪኦ እዩ ማለት

ምናልባት ኣብቲ ዝመጽእ እቲ ስርዓት እዚ እንድሕር ተኣልዩሲ ኣብቲ ዝመጽእ ናይ ዲሞክራስያዊ መስርሕ ኣገባብ ክጠቅም ይኽእል ድዩ ወይስ ክጽገን ኣለዎ ድዩ ምስቲ ግዜ ምውሓጥ ምስቲ ለውጥታት ወይስ ሓድሽ ክንደፍ ክኽእል ኣለዎ እንታይ ርእይቶ ኣለካ?
መብዛሕትኡ ግዜ ኮንስቲቱሽን ካብ ካልእ ዓዲ ከም ኮምፓሪዝን ክንወስድ ይግበኣና። ሕጂ ዝበልካዮ እቲ ዝወፀ ኮንስቲቱሽን ኢት መይ ናት ቢ ኢንክሉሲቭ ንኹሉ ግን ኣነ ኣነ ከማን ክህወሶ ከለኹ ከም ተቃዋማይ ንገብረህይወት ነይሩ ናትና ዶክተር ገብረህይወት ነይሩ ናትና ከባቢ ሰደ ኩሉ ክኣቶ ይኽእል እዩ ያ መሰልካ እዩ ኖ ፕሪኮንዲሽን ኣብዚ ዝተባህለ ሰለስተ ዓመት ኣክቹዋሊ እታ ክፋል ናይ ህግደፍ ዝነበረ ሰብ እዩ ቸር ገይርዋ እታ ፍርቃ ግን ማይ ሰርፕራይዝ ኣወዘ ቸር ፐርሰን ኣብ ታክስታይ

ዳይቨርሲቲ ኣለዎ ድዩ ያ ኔት ኣሎ ዶክተር በረከት ከማን ኣዛሪብዎ ኮፍ ኢሉ ያ ኒድስ ቱ ቢ ኢምፕሩቭድ ግን እቲ ከም ፖይንት ኦፍ ሬፈረንስ ነዚ ሂዝና ከይድና ኣነ ከም ዝመስለኒ እንድሕር ካልእ ዓይነት ሰጀሽን ኣሎ ስሮ ላይክ ቢል ኦፍ ራይትስ እሰን ኣመንድድ ቨርዥን ውዝን ዋን ይር ኣሰርተ ኣመንድመንት ዝተገብረ እዋን ኣሎ ናይ ዩኤስ ኮንስቲቱሽን እየ ዝብለካ እሳ ክትግበር ትኽእል እያ ግን ምእንታን ኮለክቲቭሊ በነፊሽናል ክንከውን ንኩላህና እዚኣ ኤግዚስቲንግ ሬላቲቭሊ ፒስፉል ሬላቲቭሊ ትራንስፓረንት እዩ

ኣብዚ ሓቢርኩም ኢለ እየ ግን ንኣብነት ንዕኡ ንስኻ ምምላሽካ እዚ ምስኣ ትዛመዶ ሓንሳእ ምእንቲ ክትምልሸኒ ኢለ እየ ኣብ ዓለምሲ ብመስዋእቲ ሃገር ምትካል ስብኣና ኣይተጀመረ ኩለን ዓድታት ስዋኣት ኣለዎ መስዋእቲ ከዓ ብሰውራ ኤርትራ ኣይተጀመረ ኣብ ብሓጎታተይ ሸውዓተ ብሓጎታተይ ጣልያን ረሽንዎ ኣነ ሰማእታት እየ ዝሓስቦም ኣነ እዚ ካብ ተምበቲኒ ኣብ ሩባ መድሓኒት ኩናት ምስ ተጀመረ ኣባሓጎታተይ ኣብኡ ተኺሎም ህዝቢ ዓዲ ክሌዛን ንኻልእ ምስ ተኣከበ ድሕሪኡ መጊብኩሞም ኢሎም መጨረሻ ንዕኦም ኣርኪቦምሎም ሸውዓቲኦም ኣብ ጥቓ ዒላብርዒ ትበሃል ዓዲ ኣብኣ ረሺኖም ሞቱ። ብኡ ዝመጸ ዝኽትምና ስጋዕ ሕጂ ስብለሉ ካብ ገዛና ኣይወጸን። ሽዑ ዝደኸዩ ስድራቤትና ስጋዕ ሕጂ ኣይመጹን። ሕጂ ታህብሊለ እቲ መስዋእትነትሲ ከምዚ ሎሚ ተጀመረ ወይ ሰውራ ኤርትራ ዶ ኣምጽኦ እዚ እዚ ዳሕረዋይ ሰውራ ማለት ብቀደሙ ህዝብናሲ ይጋደል ይሰዓር ኣብ ኣብ ኣብ ጥቃ ዒላ ብርዕድ ብሌን ንውቤ መኪቶሞስ ንኩሎም ወዲእዎም ከይዱ ህዝቢ መንሳዕ እዚ ኣይባባ ከይዱ ክሳብ እዚ ዘበን ውቤ ዝበሃል ቀጥቂጥዎም ሕጂ እቲ መስዋእትነት ኩሉ ሳዕ ነይሩ ከምኡ ኢሉ ከብቅዕ ግን ስድራና ዝባን ስውኣት ኣይበሉን ዝባን ሕጊ እናበሉ እዮም ቀፂሎም። ስለዚ እንታይ ስለ ዝኾንና ኢና ነዚ ነገር ነዚ ሓድሽ ነገር ከነምፅእ ገለ ዝብል እታ ሕጊ ሲ እቶም ስውኣስ ምእንቲ ሕጊ ዘይኮኑ መይቶም ሕጊስ ቃል ዓለም ከይገበርና ሰውራ ፅቡቕ ኣራኺቡና ግን ሰውራስ ሕጊ ስለተጣዕሰ ዘይኮነን ሰውራ ተላዒሉ ሰውራ ምስ መፀ ከዓ ኣብቲ ሕጊ ዘይንምለስ ክንዲ ብዛዕባ እቲ ሰውራ እና ንጅምር ዝነበረና ካብ ነጥፍ ክብል ኢለ ወደሃንካ መሊስካ ኣለኻ እሱ እየ ክብል ደልየ ነይረ ኦሬዲ ግን ብዓብዩ ግን እቲ መስዋእትስ ንመንፈስ ሕጋውነትን ሕግን የንፀባርቕ እዩ እሱ ኢና ክንዛርብ ዘለና ኣብቲ ግዛእቲ ሕጊ ስኒ ንባዕላስ ከም መትከልሲ ተኣቱ ዶ እታ መስዋእቲ ብኡ ክንሪኦ ክንክእል ኣለና ስለዚስ ስዉእ ሕጊ ክኾነካ ድዩ ኣይኮነካን ንሕጊ ይገልጾ ድዩ መስዋእቲ ኢልናስ ክንሓስብ ክንክእል ኣለና ተስፋ ማርያም ስለ ዘብርሃ የቐንየለይ ሓንቲ ንእሽቶ ክወስኸሉ ወዲኻ ዶ ካልእ ምናልባት ምስታ ኤግዜኪቲቭ ብራንች ከመይ ገይሩ ኣቢሉ እንድሕር ኢልና መንግስቲ ኤርትራ ግዜያዊ መንግስቲ ኤርትራ ኣብ 97 የብቃ ነይሩ ተዘይተጋጊያ ድሕሪ ኣርባዕተ ዓመት ከብቅዕ እዩ ዝብል ነይሩ ድሕሪ ኣርባዕተ ዓመት ቅዋም መፅ ነይሩ ሕጂ ምስታ ናይ ቅዋም እየ ከተሓሕዞ ልደሊ እቲ ቅዋም ሌጂትማይዝድ ዝኾነ ዶኩመንት ኮይኑ ተዝወፅ ነይሩ እዚ ስርዓት እዚ ኣብዚ ምበፅሐ ነይሩ እሰያ ነዚ ኩሉ ነገር ትሰብሮ ማለት እዩ

ኣብቲ ግዜ እቲ ሰውራ እዩ ነይሩ። እቲ ሰውራ እዚ መንግስቲ ኣይኮነን። ዝባን ህዝባዊ ግንባር ዝባን ጀብሃ ኢሉ ክፅዋዕ ይኽእል እዩ እቲ ህዝቢ። ያኡ እንኮ ንክልቲኤን ሓደ ዝገበረ ስዉእ እዩ። ዝባን ስውእኒ ክብል መሪፁ። ሕጊ እንዳባ ተጣሒሱ። ብርግፅ ምስ ምዕባለ ኩሎም ከዓ ሃገራት ሕጊ ነይርዎም ኢናቶም ሕጊ ንኣብነት ኣብ ሆላንድ ኣብ ሓደ ቦታ ኣሎ ክሳብ ሕጂ ከምዚ ኣይለይ ኣትዋን እያ ግርምብያለ ክኣ ጠቃለን ቆቢዕ ክገብር ኣለኒ ናይ ናይቲ ዓዶም ባህሊ ክዳን ተከዲነ ክከይድ ኣለኒ እታ ሕጊ ናታ ከምኡ ስለ ዝኮነ ማለት እዩ እታ ባህላ ደይከየደት ኣብቲ ካልእ ግን ዋላ ጥርሓይ ከይደ ውን ደብለ ድርእየኒ የለን ኣይትግበር ኢካ
ኣብ ሰውራ ጌጋ ነይሩ ብርግፅ ኣብ ሰውራ ሕግታት ነይሩ ነይርና ሕጊ ኣዚ ንዓና ግን ኢድ ነይርና ምናልባት ህዝባዊ ሕጊ ኣይነበረን ይኸውን ነቲ ሰውራ ዝበል ከይነቑ ብግሂዱ ሕጊ ነይሩ ምስ ሕጊ እንዳባ ተዛመደ እኳ እንተ ሕጊ እንዳባ ክስበር ዝገበረ ሰውራ ኣይኮነን ሕጊ እንዳባ ክስበር ዝገበረ እቲ ህዝቢ ባዕሉ እዩ ዘይምክብባር ንባዕሉ ካብቲ ሕጊ እንዳባ ወፃእ እኳ እዩ ኣታ ኢልካ ምፅዋዕ ንኣብነት ንኣረጊት ሰብኣይ ኣቲ ኢልካ በዴኻ ሸርሙጣ ምባል እዚ ጎረቤትካ ዘይኮነን ሕጊ እንዳባ እኳ እዩ ዝምሂርና ጎረቤትካ እዚ ኣይንፈስ ድሕር ኣቢልካ ዓቢ ሰብኣይ ኮይኑ ሳንዱቕ ተሰሪዑ ውን ኢልካ ንስኻ ሓቲትካ ከይድ ኢልካ ምክብባር ዝብል ነገር የለን እዚ ህዝቢ እዚ እቲ ምክብባር ጠፊኡ እዩ ካብ ሰውራ ዝተጋነነ ኣይኮነን ካብ ሰውራ ዝመፀ ኣይኮነን እቲ ግዜ ከምኡ ስለ ዝኾነ ኤርትራዊ ኤርትራውነቱ ጥራሕ ዘይኮነ ስሒቱ ባህሉ ምስ ሓደ ሓደ ሕብረተሰብ ከምዚ እንድሕር ከይዱ ኣብ ፀርፎ ይፈልጥ እዩ

ግዝኣተ ሕገ ክንብል ከለና እቲ ዝዓበየ ኣርእስቲ እዩ መጀመርያ ምምፅኡውን ኣገዳሲ እዩ ማለት እዩ። ሕጂ እቲ ክበሃል ዝፀንሐ መሃሪ እዩ ፅቡቕ እዩ ካብቲ ዝያዳ ክንመሃሮን ክንጥምቶን ዘሎና ከዓ እቲ ምግሃስ ናይ ሕግታት ኣየ ስርዓት ወዲ ፈቴ ንዛረብ ኣለና ጽቡቅ እዩ እቲ ኣብ ተቃውሞ ዘሎ ግህሰታት ናይ ሕጊ ብጣዕሚ ኣሰካፊ እዩ ማለት እዩ ምክንያቱ ጉጅለ ኮይንካ ሓሙሽተን ሰለስተን ኮይንካ ትሰማሚዕካ ብኡ ዘይትከይድ እንተኮንካ ንጽባሕ ንግሆ ትገብሮ ነገር የብልካን ማለት እዩ። ሕጂ እቲ ውድባትና ንኣብነት ገሌና እኳ ዕስራን ሸውዓተን ዓመት ኮይኑ እዩ ማለት እዩ እዚ ኣብ ሶሳይቲ ትሰማማዕ ኣብ ገለ ንበትበጽሕ ደሓር ሕጊ ምስ ኣፍረሰ ዓገብ ዝብሎ የብሉን ኣብቲ ከባቢ ዓገብ ከይ ስለ ዘይበሃል ከምቲ ብ ተስዓን ሸውዓተን ኪኢልካ ኢኻ ተባሂሉ ዓገብ ዘይበለ ህዝቢ ኣብዚ ተቓውሞና ክሳብ ሕጂ ዓገብ ዝበሃል ነገር የለን። ሓደ ግዜ ምናልባት ዮሃንስ ጸጋይ ኔርካላ ዶ ኣይነበርካን ኣይፈልጥን ሓንቲ ካብተን ዝነበራ ሽዑ ውድባት ሓንቲ ውድብ ኣብ ክልተ ምስ ተመቕለት፣ ኣነ ሽም እዚ ዝሕዝ ኣነ እዚ ናይ ሓቀኛ መራሒ ናይዚ ጉዳይ እዚ እንዳተባህለ ክዝረብ ከሎ ዓሰርተ ሰለስተ ዝኾኑ ኤርትራውያን ዶክተር መኒሽን እውን ዝመርሖም እዮም ነይሮም እዛ ጉዳይ እዚኣ ክንጥምታ ኣለና ብሕጊ ክኽየድ ኣለዎ ኢሎም ጀሚሮም ምክንያቱ መን እዩ ሕጊ ጥሒሱ ዘሎ ኣብዚ ተቃውሞ እውን እንተኾነ ክንነግሮም ኣለና ተባሂሉ ተነጊሩ እቲ ተቀበለ እቲ ዝፈረዱሉ ኣይተመጎሰ እቲ ተፈርደሉ እውን ዓገብ ኣይተባህለ ማለት እዩ ስለዚስ እንታይ ንግበር ኣብዚ ተቃውሞና ዋላ እቲ ውድባትና ምናልባት እንተተወደኣልና እቲ ጉዳይ እውን ቀፃሊ ስለዝኾነ ኣብ መንጎ ሕብረተሰብ ውድባትና ይኹን ነቲ ተቃውሞና ሕጂ ብሕጂ ዘሎ ዓገብ መበልስ እንታይ ኣካል ንፍጠረሉ?

ኣብ ብዙሕ እዋናት ኣብዚ ናይ ማስ ሜድያ ካትዒ ኮይኑ ዝረኣ ምናልባት ኣብ ገለ ክሳብ እውን ተጠቒሱ ዘሎ ብዛዕባ ቅዋማት ኣለና ወይ ቅዋም ኣለና ዝብል ምናልባት ኣብቲ ናይ ፖለቲካ ፀገማትና ናይ ሓምሳን ክልተን

ቅዋም ነእሲ እዩ ወዲእና ዝብል ማለት እዩ። ሕጂ እታ እትለዓል ሕቶ ቅዋም ኣለና ተኮይኑ ብ ሓምሳን ክልተን ማለት ከም ልእላውነት ዘለዋ ሃገር ቅዋም ብትክክል ኩሉ እቲ ማለት መልክዓቱ ዘማልኤ ቅዋም እንተድኣ ኮይኑ ኤርትራ ነጻ ሃገር ክትከወን ኔርዋ ማለት እዩ። ስለዚ እቲ ናይ ሓምሳን ክልተን ቅዋም ሽሙ ቅዋም ይኹን ደኣ እምበር ናይ ልእላውነታ ዘረከበት ሃገር ቅዋም ኮይኑ ክግለፅ ወይ ክረአ ቁሩብ ኣብቲ ማስ ሚድያ ብዘለኹ ኣካታዒ ኮይኑ ይርከብ ማለት እዩ ስለዚ ቅዋምና ድዩ ኣይኮነን ብኸመይ መፂኡ ምን እዩ ፅሒፍዎ ከም ብዘይገድስ ከም ዝኣመሰለ ንብዙሓት ኮንፊውዥን ዝፈጥር እዩ ማለት እዩ። ብፍላይ ኣብቲ ናይ ዩኒቨርሲቲ ሳይዝ ዝኾን ነገር ብዘይ ግልፂ ዋእ ፀላኢ እየ እንድዮ ስለዚ ወለ ፅብለይ ፅብቕ እምበር ዝብል ዝሳይ ስምዒታት ዘሎ ማለት ስለዚ እዚኣ እውን ካብ ማስ ሚድያ ሓሊፋ እውን ኣብ ውሽጢ እቶም ኣብ ሕጊ ምሁራት ንሕጊ ዝፈልጡ ሰባት ነዚኣ እውን ዝያዳ መሃሪ ዝኾነ መልሲታት ወይ ማለት ሓበሬታ ተሃቡ ጽቡቕ ነይሩ ኣዚ እዚ ሕቶ ኣይኮን ግን ኢንጀር ይዛር ዘሎ ሽክሮላ ስምት ኣድያ ተዓዳሚቲ ኣብ ሕጊ ተራት ናይ ሕጊ እንዳባ እንታይ ነይሩ ኣብቲ ግዜ እቲ? ወራውጉድ ሕጂ ድሕሪ ሓርነት ምርግጋጽና ኣብቲ እንገብሮ ናይ ሕጊ ምጽሓፍ ማዕረ ክንደይ እዩ ተርኡ? እቲ ሕጊ እንዳባ ብዙሕ ሕጂ ናብ ደገ ዘዛርብ ዘሎ ንሱ ተጻሒፉ ተባሂሉ እዩ። ካልኣይ እዚ ዝመጽእ ዘሎ መንእሰይ ወረዶ ናብ ናይ ሕጂ እዋን ምእንቲ ክምለስ እቲ ሕጊ ዝበሃል ወራዊ ትሕቲ ዓዲ ኣይረኸቦን ዶ እቲ ምቕጥቃጥ እዩ ረኺብዎ ብንጻሩ ሕጂ ወራዊ ሕጊ ዝመጸ ውን ሕጊ ክግዛእ ኣለዎ ጀርመን ዝኦ መጽ ናይ ጀርመን ሕጊ ዝተኸተል ክኸውን ኣለዎ ኣብዚ ውን ጸገም ኣለና እቶም ናይ ሕጊ ሕንጻጽ ዝወዳእኩም ምሁራት እንታይ ከተበርክቱ ትኽእሉ ኣብዚ ናይ መንእሰይ እዚ ሕጂ ብኣስተምህሮታት ንሕጊ ኣብ ኤርትራ ኹን ኣብ ደገኹን ሕጊ ዘይትምእዘዝ ኮይንካስ ሳዕቤኑ እንታይ እዩ ዝህልዎ? ካልኣይ ኣሎ ኣክሊል ስለ ዘሎ ሓግዘኒ እንዲ ምናልባት ኣብታ ተራ ሕጊ እንዳባ ትብልያ ምናልባት ኣክሊል ከማን ብቅሮ ኢኻ ምናልባት እታ ምስ ፕሮፌሰር ኣስመሮም ለገሰ ዝተዋሳእኹምላ ነይሩ ግን ክዛረባ ዝሓሰብኩ
ሓፍተይ ገሊፃታ ኣላ እዚኣ ግና ዝያዳ

ወደይ። ሕጂ እቲ ኤሪትራዊ ባህሊ ባይቶ ከኣ ኣሎ ናይ ኤሪትራ ባይቶ ከኣ ኣሎ ዓዓዲታቱ ኔሩ ሕጂ እዚ ክጠፍእ ከሎ በብቁሩብ ኣብቲ ተመስሪቱ ዝነበረ ሓራ መሬት ካብ ሽዑ ኣትሒዙ እዩ ነዚታት እናጠፍኤ እናጠፍኤ ዝመጽእ ኔሩ እናተተከእ እናተተከእ መጽኡ ሕጂ እዚ በብቁሩብ እናጠፍኣሉ ኣብ ዝኸደሉ ግዜ እቲ ከንስቲቲሽን ናጽነት መጽዩ እዚ ሕጂ ክፍለጥ ዝጸንሐ ኔሩ

ተኸላኸላይ ባዕሉ ምውሳኹ እስያ ብኸመይ እያ ከምኡ ኢልካያ? ካልእ ኣብቲ ናይ ኤርትራ ቅዋም ክጽሓፍ ከሎ ብኸመይ ተጻሒፉ ካብ ኩሉ ህዝቢ ኤርትራ ተወኪሉ ድዩ ተጻሒፉ ወላስ ብውሱናት ሰባት እዩ ተጻሒፉ ኣብዚኣ ከኣ Two minutes, two minutes.
ንኣሽሓት ዓመት ዝሰርሐ ሲ ደው ኣቢሉ ሞደርን ፖለቲካል ኮንስቲቱሽን ኢሉ ኢንትሮዲስ ክገብር ከሎ ነቲ ናይቲ ህዝቢ ዝለምዶን ዝፈልጦን ዝኣመነሉን ነገር ኢኻ ተፍርስ ራይት ደር ዘድሊ ኣሎ ዘየድሊ ኣሎ of course ካብቲ ካብቲ ዝወጽእ ናይ ባህልን ልምድን ምስቲ ግዝያዊ ዝኾነ ሞደርን ፖለቲካል ሲስተም ብሓንሳእ ዝኸይድ ኣሎ ግን እሱ እንታይ ገይሩ ደው ኣቢልዎ ራይት ራይት ደር ናይ ወዲ ሰብ ዝካየደሉ ዝነበረ እምነት ኢኻ ትነፍጎ ዘለኻ ግን ካልእ ድማ መን እዩ ነቲ ኮንስቲቱሽን ዘተግብሮ ብምሃርኛ ምስላ ኣባቱ ዳኛ ልጁ ቀማኛ ይብለካ ክእለቱ ብቕዓት ነይርዎ ከይኮነሲ ኣብቲ ምልካዊ ስርዓት ዝኾነ ይኹን ኢንስቲትዩሽን ዋላ ብሲልቨር ፕላተር ኣምፅኣሉ ኣይቅበለካን እዩ ኢንፋክት ኮንትራሪ ቱ ዛት ኮንስቲቱሽን እዩ ገይሩ ኣብ መወዳእታ በዓል ሸሪፎም ዝሰዱ ካብ ኢድና መንዚእዎ ምሽ ኢሉ ቢካዝ እታ ኮንስቲቱሽን ኣትሊስት ቅድም ሓደ ሰብ ተዛሪቦዋ ነይሩ ኣብቲ ዘራይት ዳይሬክሽን እዩ ዝወስደካ ንስኻ እያ ኣርባዕተ ዓመት ሊምት ተርም፣ ተርም ሊምት እንድህር ኣለዎ ብኣ ትጅምር ኣርባዕተ ዓመት እንድህር እሳ ከማን እንድህር ትክበር ኮይናሲ the rest gradually ክመጽእ ይኽእል እዩ ካልእ እቲ ኮንስቲቱሽን ኢንክሉሲቭ ናይ 52 ኮንስቲቱሽን እጉብ ነይሩ እቲ ሰብ ማለት ኣይኮነ ግን ኣዘ ኮምፕሮማይዝ ዝመፀ ኮንስቲቱሽን ኣሎ እዚ ከማን ምስ ኩሉ ክስታዩ ህጋዊ ነብሲ ከለዎሲ ዘይሕጉስ ሰብ ኣሎ ሕጉሳት ኣለዉ በዚ ግን ኣዘ ፖይንት ኦፍ ሬፈረንስ ኦኬ ኣዘ ፖይንት ኦፍ ሬፈረንስ በዚኣ እንድህር ጀሚርናሲ ከነርጉዶ ንኽእል ኢና ግን ኣብታ ምርድዳእ ዘላዋ ዋና ቁም ነገር ኣብ ክልተ ዳእ ክውደን ድዩ ውደን ነዘን ኩለን ብዙሓት እየን ነወደና መን ከም ዝጅምር ከማን ጠፊኒ ምናልባት እቲ ናይ ባህሊ ሪኢንስቴት ከመይ ጌርና እቲ ልምድታት እ፣ ዝበልካያ እ፣ ከቢድ እዩ ግን ኣሎ ኣብ ሕብረተሰብና ሓደ እቲ ኮዲፋይድ ድኮነ ጽሑፋት ኔሩ እዩ ሕግታት ትሽዓተ ዓሰርተ ድኮን በብዓይነቱ ባህላዊ ሕግታት ኣለና ስለዚ ከም መበገሲ ከማን ነቲ ሕብረተሰብ ብከምኡ ደረጃ ከተ ሪኢንስተይት ትገብሮ ትክእል ኢካ ባይቶ ጭቃ ዓዲ ምስሌነ እቲ ሰፓረሽን ኦፍ ፓወርስ ድብሃል ንባዕሉ ከም ዝነበረ እዩ ደርእየካ ሓደ ዳኛስ ሕጊ ክነድፍ ከም ዘይክእል ሕጊ ከተግብር ከም ዘለዎ ባይቶ ሕጊ የፅድቕ ነይሩ። እዚታት ልምዲ ናይቲ ሕብረተሰብ እዩ። ሪኢንስቴት ክትገብሮ እውን ቀሊል ይመስለኒ ኣብኣ ከውድእ ንዓ ምናልባት ተራ መንእሰይ ከመይ ገይሩ ናብ ሕጊ ክምለስ እዩ እቲ ዝኸበደ ቻለንጅ እዚ ዘሎ መንእሰይ እዩ ፈትዩ ደምፆ ዘይኮነ ንሕናስ ነታ ሬድ ላይን ቁርብ ስለ ዝሰገርናያ እምበር ኣብኦም ምወደቕና ነርና ከማ ንሕና ስለዚ መበገሲ ኢለ ኩሉ ግዜ ዝሓስቦ ኣነ ምናልባት እዚ ብስደት ዘሎ ሰብ መንእሰይ ብፍላይ ኣብ ሕግን ስርዓትን ዘለዎ ዓዲ ይኣትዩ ዘሎ እዚ እዩ መበገሲኡ ነዚ ሕጊ እዚ ከኽብር እንድሕር ጀሚሩ ናብ ሕጊ ድምለሰሉ መገድታት ኣሎ ዘ ኦንሊ ወይ እምበረይ ሕጊ ኤርትራ ከምዚ ኢልካ ከተረድኦ ምስ ትፍትን ካብ ሕጊ ይኮነን ካብ ሰብ ዝሃድም መንእሰይ እንዳኾነ ይመፅእ ከም ዘሎ ንሪኦ ኣለና ስለዚ እቲ ሕግን ስርዓትን ኣብ በበይኑ ቦታታት ዘሎ ንዕኡ ከተግብር እንድሕር ጀሚሩ ምናልባት ክዳንና ክንቅይር ከለና እንድሕር ነቲ ሕብረተሰብ ንመስል ኣለና ጀሚሩ ኣሎ ማለት ኢኻ ትብል ግን ብሓንሳእ ኣብዚ ክበፅሕ ኣለዎ ከዓ ክንብል የብልናን ሓደ ሓደ ግዜ ምናልባት ተራና ናይቲ ናይቲ ሕጊ ሞያ ጥራሕ ዘይኮነ ክኸውን ዘለዎ ብምሉእ ናዞም ንባህልን ልምድን ናይ ሕብረተሰብና ክጠቅቀዋል ኣትሊስት ንፈልጥ ኢና እሞ ጽቡቅ እዩ ቫልዩስ ኣለዎ ንብሎ ከማንሲ ተራና ኣብኡ ክንጻወት ክንክእል ኣለና ማለት እዩ ሓንቲ ናይ መወዳእታ ብዛዕባ ቅዋም መንግስቲ ኤርትራ እንታይ ክልክል ነርክ መንግስቲ ኤርትራ ኣብቂዑ ነይሩ ክልክል ኣዋ ኣብ ምልክኣት እዩ ኤግዛክትሊ ገሊፅያ ነይረ ምክንያቱ ካብ ቴስዓን ሸውዓተን እዚ ስርዓት ተቀይር ዘሎ ሕጂ ሓደ ረጅም ኮይኑ ዘሎ ከመይ ኢሉ እዩ ናብዚ በፂሑ እንድሕር ኢልና ስቕ ኢሉ ዝል ኢሉ ኣይኮነን መፂኡ ግን እቲ ዝበሃል ዝነበረ ኣይገበሩን ንኣብነት እንታይ ኢና ንብል ሓደ ሓደ ግዜስ መንግስቲ ኤርትራ ሓደ ምክንያት እንድሕር ኣውፅኡ እቲ ህዝቢ ከዓ ነቲ ምክንያት ተቐቢሉስ ይቕፅል የመኽነ ከማ ንሕና ናቱ ኣክንዲ ልጓም ንገብረሉ ናቱ ኤክስኪዝስ ተቐቢልናስ ደሪዕና ነውፅኦ መሊስና ስለዚ ንሕና ኢና ባዕልና ነቀላጥፈሉ ነርና ነቲ መስርሕ ኮይኑ ዝስምዓኒ ናተይ ዝተሓሳስባ እዩ ኣብታ ቅዋም ዝበልክያ ምናልባት ኣኽሊሉ እውን ኣብለላ ፓብሊክ ፓርቲሲፔሽን ነይሩ ኣብ በበይኑ ዓድታት ይግበር ነይሩ ክግበር ከሎ ክስታይ ነይርዎ ድዩ ርጡብ ድዩ ነይሩ እዚ ኣካታዕ ክኸውን ይኽእል እዩ ንሰባት በብክስታይ ማለት እዩ ግን ፓብሊክ ፓርቲሲፔሽን ከም ዝነበረ ብል ካልኣይ ኤክስፐርት ኦፒኒዮን ነይርዎ ነቲ ቅዋም ክብል ከሎ ኤክስፐርት ኦፒኒዮንስ ነይርዎ ማለት እዩ እንታይ ኢና ንብሎ ብትግርኛ ሶሪ ሓግዙን ክኢላታት ነይሮሞ ክኢላታት ተሳቲፎሞ እዮም ወፃተኛታት ነይሮሞ ደቂ ዓዲ እውን ነይሮም ሳልሳይ ፖለቲካዊ ውሳኔታት እውን ነይርዎ እቲ ቅዋምና ኣብ ዝኾነ ከም ትግበር ማለት እዩ ስለዚ ሲ

ብዝተፈላለየ ነናቶም ኣለዎም ሕጂ ንኩሉ መጽናዕቲ ተጌሩ ብ ፕሮፌሰር ኣስመሮም ለገሰ ኢና ሊኪና ዕስራን ሸሞንተን ሰብ ገለ ንኮን ተሳቲፍና ዓበይቲ ዓዲ ዛሪብና ኢንተርቪው ጌርና ዓዲ ዓዲ እንዳ ከድና ኩሉስ ዳኪመንትድ ኮይኑ ኣሎ ዳሓር ካብዚ ውጽኢቱ እንታይ ኮማዊ ቤት ፍርዲ ተመስሪቱ ማለት እዩ እቲ ናይቲ ዓዲ ዓድታት ኣብ ውሽጦም ባዕሎም ጉዳዮም ይፈትሑ እንተዘየለ እቲ ከም ሃገር ግን ነዚ ኮማዊ ሕጊ ወሲድካ ክትጥቀመሉ ኣይክኣልን እዩ እቲ ቫልዩስ ጥራሕ ኢና ክንወስድ ንኽእል ካብኡ ስለዚ ሕጂ ንሕናስ ከምዚ ኣጸቢቑ ብዙሕ ነገር ከም ዝፈረሰና ኢና ሕሳብ ገሊኡ ኣንጃስት እዩ ገሊኡ ንጸቓጢ እዩ ኣብ መንጎ ትግረን ሽማግለን ክንከይድ ንኽእል ኢና ዝነበረ ሕጊ ኣብ ተኣሽሙ ሕጊ እንዳባ ሕጊ እንዳባ እዩ ግን እቲ ሓደ ነቲ ሓደ ዝገብሮ ዝነበረ ወጽዓ ብዙሕ እዩ። ኣብ ካልኦት ኣብ ብዙሕ ነገራት ኣብ ባሮት ኣብ ደቂ ኣንስትዮ ኣብ ገለ ሕጂ ቫሊስ ግን ነይሩ። ሕጂ እቲ ቫሊስ ግን ካብኡስ እንታይ ድሪም ክንገብር ንኽእል ኢልና ኢና ክንሓስብ ዘለና። ዋላ ህዝባዊ ግንባር እቲ ተኣሽሙ ክገብር ከሎ ልክዕ ነዚ ህዝቢ'ሲ ኣብ ቆርዓ ኣእቲኻስ

Respect ን Human Rights ክንበጽሕ ኢና የቐንየለይ ንዓኹም ጽን ኢልኩም ሰሚዕኩምኒ የቐንየለይ ንብጾተይ በጥሮስ ን ኣስግድ ከኣ ን ሰላሕ ኣቡራይ ኣብዚ ወዲእና።